ሰላም ዝኸበርኩም ተኸታተልቲ ቀንዴል ንሕጂ ተዳለወ መደብ ስፖርት ሒዘ ቀሪበ ኣለኹ ሰናይ ምክትታል ፍሊፕ ኮቲኖ ኣብ ዝመጽእ ጥሪ ናይ ምስግጋር ተጻወትቲ መስኮት ምስ ተኸፍተ ናብ ባርሴሎና ክሰጋገር ከም ዝፍቀደሉ ናይ ባርሴሎና ወሃቢት ቃል ተባሂላ ትሕመ ኣብ ባርሴሎና ዝመደበራ ማዕከን ስፖርት ምንዶ ዲፖርቲቮ ጸብጺባ እቲ ብራዚላዊ ተጻዋታይ ዝሓለፈ ክረምቲ ኣብ ትሕቲ ጽዑቕ ፈተነ ባርሴሎና ከም ዝሕለፈ ዝዝከር ኮይኑ ሊቨርፑል ብወገና ከዓ ጸኒዓ ብምምካት ምስ ኣኸቕጽል ከም ዝገበረት ይፍለጥ እታ ሕታም ብረቡዕ ኣብ ዘውፅኣቶ ጸብጻብ ኩቲኖ ምስ ሊቨርፑል ክቕጽል ዝተሰማምዓሉ ቅድመ ኩነት ኣብ ጥሪ ክሰጋገር ዝፍቀደሉ ምዃኑ መብጽዓ ስለ ዝተኣተወሉ እዩ ትብል ዋና ጸሓፊ ባርሴሎና ኦስካር ጉሩ ብወገኑ ነቲ ዝወፀ ጸብጻብ ሓቂ ምዃኑ ብምርግጋጽ ናይ ጥሪ ምስግጋር መስኮት ምስ ተኸፍተ ንኮቲኖ ክንገዝኦ ድልዋት ኣለና ድሕሪ ምባል ንኡ ጥራይ ዘይኮነ ከኣ ካልኦት ናይ ቴክኒክ ኣባላትና ዝጠለቦም እውን ክንገዝእ ክንፍትን ኢና ኢሉ ኣብዚ ክርሳዕ ዘይብሉ ግን ሓደሽቲ ምግዛእ ጥራይ ዘይኮነ ዝወፁ እውን ክህልውና ግዴታ እዩ ካብ ናይ ኔይማር መሸጣ ዝተረኸበ ገንዘብ ድሕሪ ግብሪ ምኽፋል ሚእቲን ሰማንያን ሸሞንተን ሚልዮን ዩሮ ኮይኑ ፅሩይ ኣብ ሕሳብ ትሬዠርና ዝኣተወ ግና ሚእቲን ኣርባዓን ኣርባዕተን ሚልዮን ዩሮ እዩ ስለዚ ዘለና ገንዘብ ከምቲ ዝበሃል ዝተጋነነ ስለ ዘይኮነ ዝኾነ ኣብ ንገዝኣሉ ክንሸይጡን ከድልየና ኢሉ ብኻልእ ወገን ከኣ ንጀራርድ ፒኬን ሮበርቶን ኮንትራቶም ክሳብ 2022 ከመሓይሽሎም ተሰማሚዖም ከም ዘለዉ ተፈሊጡ ኣሎ ኣሰልጣኒ ማንቸስተር ዩናይትድ ጀልሶ መሪኖ ሓሙሽተ ዓመት ዘፅንሖ ብጠቕላላ ብስስኹን ሓሙሽተ ሚልዮን ፓውንድ ኣብታ ጋንታ ክቕፅል ክፍርም ድሉ ምህላው ዘሳን ፀብፂባ እቲ ወዲ 54 ኣሰልጣኒ ሓደ ካብ ናይ ዓለምና ዝለዓሉ ዝኽፈሉ ኣሰልጠንቲ ኮይኑ ማዕረ ምስ ኣሰልጣኒ ማንቸስተር ሲቲ ፔፕ ጓርዲዮላ 250,000 ፓውንድ ሰሙን ከም ዝኽፈል ክፍለጥ ከሎ ናይ ማንቸስተር ዩናይትድ ዘመኑ ካብ ናይ ኣብ ካልእ ክለብ ዘሰልጠኑ ዓመታት ዝነውሐ ክገብሮ ሃቂኑ ከም ዘሎ ይግለጽ በዚ ሓድሽ ውዕሉ መሰረት እቲ መሰረታዊ ደሞዙ ከም ናይ ቀደሙ ኮይኑ ከም መተባብዕን መቑሽሽን ዝውስኾ እታ ጋንታ ዋንጫ ኣብ ትወስደሉን ናይ ሊግ ተርትኣ ኣብ ግምት ተኣትዩን ግና ኣታዊኡ ላዕሊ ከም ዝኸውን ይእመት ቦርድ ማንቸስተር ዩናይትድ መሪኖ ንነዊሕ ዘድልዮ መሰልጣኒ ምዃኑ ኣሚኖም ከም ዘለውን እዚ ክህብዎ ተዳልዮም ዘለዉ ብዙሕ ዓመታት ከኣ ነገራት ከመይ ከም ዝግስግስ ከርእዮም ዝኽእል ምዃኑ ኣሚኖም እዮም ዘለዉ ብፍላይ ከኣ ኣብ ውሽጢ ዓመትን ፈረቓን ጥራይ ንኣንፈታ ክለብ ኣብ ትስፉ ቦታ ምቕማጡ ካብ ሓለፍቱ ኣድናቖት ረኺቡ ይርከብ ዓሚ ክልተ ወናጩ ኤኤፍኤል ካብን ኢሮፓ ሊግን ምዕዋቱ ደገፍቲ ማንቸስተር ዩናይትድ ጽቡቕ ኮኔክሽን ክፈጥር ኣኽኢልዎ እዩ ማንቸስተር ዩናይትድ ኣብዚ ግዜ እዚ ምስ ማንቸስተር ሲቲ ብማዕረ ነጥቢ ኣብ መሪሕነት ፕሪምየር ሊግ ትርከብ ናብ ማንቸስተር ዩናይትድ ክሰጋገር ይኽእል እዩ ክበሃለሉ ዝቐነየ ኣከፋፋሊ ኣርሰናል ጀርመናዊ ምዝት ኦዚል ወኪሉ ኣብ ዝሃቦ ሓበሬታ ምስ ኣርሰናል ኮንትራቱ ከመሓይሽ ዝግበር ዘሎ ዝርርብ ብኣወንታ ይምዕብል ከም ዘሎ ሓቢሩ ብዘይካ ማንቸስተር ዩናይትድ ቱርካዊት ቤሲካን ኢጣልያዊት ኢንተር ሚላን እውን ይግደሳሉ ከም ዝነበራ ዝፍለጥ ኮይኑ ሰሙናዊ ደሞዝ ሰለስተ ሚእቲ ሽሕ ፓውንድ ንሰሙን ይጠልብ ከም ዘሎ ይፍለጥ ወኪል ኦዚል ዶክተር ኢርኩት ሰጉት ንቱርካዊት ሕታም ፋናቲት ኣብ ዝሃቦ ሓበሬታ ኦዚል ንክልተ ወይ ሰለስተ ዓመት ኣብ ፕሪምየር ሊግ ክፃወት እዩ ዝደሊ ርክብና ምስ ኣርሰናል ቀጻሊ እዩ ብኣወንታ ከኣ ይኸይድ ከም ዘሎ ክሕብር ይደሊ ክብል ገሊጹ ስጳኛዊት ሕታም ማርካ ኣብ ዘካየደቶ ናይ ኦንላይን ድምፂ መን ተዓዋቲ ባሎንዲኦር ክኸውን ይግብኦ ኣብ ዝብል ምርጫ ረናልዶ ብዓብላሊ ድምፂ ኣብ ቅድሚት ሰሪዖሞ ይርከቡ ካብቶም 5500 ዝኾኑ ድምፆም ዝሃቡ ተኸታተልቲ 64 ሚእታዊት ሮናልዶ ክወስዳ ይግብኦ ዝብል ድምፂ ክህቡ ከለዉ ኣብ ካልኣይ ቦታ ተሰሪዑ ዝርከብ ከኣ 26 ሚእታዊት ናይቲ ድምፂ ዝረኸበ መስ እዩ እስኮ 2 ሚእታዊት ክረክብ ከሎ ሰርጌዮ ራመስ ኔይማር ሉካ መድሪድ ቶኒ ክሩስ፣ ከይለን ማፐን ከኣ ኩሎም ሓሓደ ሚእታዊት ናይቲ ድምፂ ረኺቦም እዮም። ኮሎምቢያ ንቤሩ ተጓዒዛ ናይ መጨረሻ ናይ መፀረይ ዋንጫ ዓለም ኣብ ዘካየደትሉ ሓደ ብሓደ ከም ዝተፈላለየ ዝፍለጥ ኮይኑ ኮሎምቢያ ብቐጥታ ክትሓልፍ ከላ ፔሩ ከዓ ናይ ፕሌይ ኦፍ ቦታ ረኺባ ምስ ኒውዚላንድ ክትፃወት እያ ኣብ ከባቢ ፀወታ ምውድኡ ግና ክልቲኤን ጋንታት ምሕላፈን ስለ ዝተረጋገፃ ፀወታ ኣቋሪፀን ንሕድሕደን ካብ ምጥቕቓዕ ከም ዝተቖጠባ ዝተዓዘቡ ካልኦት ሃገራውያን ጋንታት ከሲሰን እየን ኣከፋፋሊ ፔሩ ሬናቶ ታፒያ ብድሕሪኡ ኣብ ዝሃቦ ቃለ መጠየቕ ፀወታና ዓቲብና ኣብ ነካይደሉ ዝነበርና ህሞት ሓሙሽተ ደቂቕ ክተርፎ ከሎ ፀወታ ኮሎምቦያን ክልቴና ሓሊፍና ምንባርና ስለ ዝበፅሖም ቀስ ኢልና ክንፃወት ሓቲቶምና ፋልካው ናባይ መጺኡ ክልቴና ሓሊፍና ኣሎና ስለዚ ዘድልየና ከኣ ንሱ እዩ ስለዚስ ዘረብጽ የብልናን ኢሉ ንኽብል ቃሉ ሂቡ በዓል ትቤቱ ንሓላ ውልዳት ቺለ ክላውዲዮ ብራቮ ተፃወቲ ቺለ ብግቡእ ልምምድ ኣካይዶም ናብ ፀወታ ከም ዘይኣተውን ቅድሚ እቲ ፀወታ ኣብ ለይታዊ ትልሂት ይሓድሩ ከም ዝነበሩን ከሲሳ ዋላ እኳ ቺለ ኣብ ሳልሳይ ተርታ ኮይና ናይ መወዳእታ ፀወታ ኣንጻር ብራዚል እንተኣተወቶ ብብራዚል ሰለስተ ብ ዜሮ ብምስዓራን ኣርጀንቲና ከኣ ኣብ ልዕሊ ኢኳዶር ምዕዋታን ናብ ሩስያ ንዋንጫ ዓለም ካብ ምሕላፍ ተገሊፋ እያ። ንሳ ኣብ ኢንስተግራም ኣብ ዘውጽኣቶ ሓበሬታ ነዛ ብዙሕ ዝሃበትና ሃገራዊት ጋንታ ከመስግና ፈቱ። ማልያ ሃገርና ኣብ ነብሰሉ ሙሉእ ፕሮፌሽናሊዝም ክህልወኩም ንጽበይና ወላኳ ብዙሓት ዝከኣሎም እንተጸዓሩን እንተፈተኑን ገለ ግን ነይሮም እዮም ኣብ ፈቐዶ ለይታዊ ትልሂት ብምሕዳሮም ሰኺሮም ልምምድ እውን ክገብሩ ዘይከኣሉ